በዓል ሄለን መለስ ከ ኣበይ ኣለኺ እንዳ ሄለን መለስ ሲ ኣበይ ኣለኺ እንዳ ሓቂፉስ እሰይ ይብላ ያ ኣብ ዓራት ደቅሹ ገለመለ ኣንቲ ቆንጆ ሽኮሪና ኣነ እኮ እንታይ ድዩ መሲልኪ ዓለም ምልእቲ ከርኢ ኣለኹ ኣብ ሂወትኪ በዚ ጨጉራ እናደረዘበ በዓል ሳሌና በዓል ሄለን መለስ በዓል መረብ ቲፋኖስ መን ኣብ ኣክሱም ናይ ናይ ሙስሊም ዕማ ገይሩ ተዛሪቡ ሸለል ኢልናዮ ዘይናህትና ባህሊ ማለት እዩ ንሕና ትግርኛ ንሕና ኣወል የዳም እሰያስ ኣፎርቂ የላማምደና ተሃልዩ ብኣወል ገይሩ ኣወል ዝሰርሖ ዘሎ ስራሕ ኣይነፍኩሶን ኢና ኣይንሕስሮን ኢና ግን ድማ ብዋጋ ትግርኛ ክኸውን የብሉን ንትግርኛ እናሃረምካ ክብርታት ትግርኛ እናዕነኻ ክኸውን የብሉን ኩቡር ኢሰያስ ኣፎርቂ ፕረዝደንት ኢሰያስ ኣፎርቂ እንድሕር የላማምደና ኣሎ ኮይኑ ብኣወል ጌሩ ብሓደ ጀበርቲ ብሓደ ጀበርቲ ጌሩ የላማምደና ተልዩ ዓገብ ኢና ንብሎ ዓገብ ንሕና ጎራሓት ኢና ኣወል መመጺኻ ክብርታት ናይ ትግርኛ እንድሕር ትዝንጥሎ ኣለኻ ኮይንካ ስራሓትካ ፍሉጥ እዩ ማለት እዩ ንህዝቢ ኤርትራ ዝጠቅም ኣይኮንካን ትሰርሕ ዘለኻ ንህዝቢ ትግርኛ እንድሕር ዘዋርድ ከይኑ ጊን ንሕና ባህ ክብርታትናን ጀጋኑ ኣቦታትናን ክድፈሩ ይክእሉን እዮም ን ንዓኻ ክጥዕመካ ካብ ሕጂ ኒኖ ተጋዳላይ ኣወል በሉኒ ተጋዳላይ ኣይኮንኳን ቀዳማይ ቀጸላ ካልኣይ ቀጸላ ሳልሳይ ቀጸላ እናበልካ ድሕሪኡ ግሬራ ኢኻ ትበጽሕ ኣምጽእ ኣቢልካ ሓደ እስኻ ኣቦኻ ኣሎ ኣቦኻ ኣሎ እስኻ ከኣ ወዲ ኢኻ ነናትካ እዩ ዘሎ ነናትካ ኣክስታ እዩ ዘሎ ንሓደ ምፅእ ኢልካሲ ኣያኻ ኣያይ ኢኻ ትብሎ ንንእሽተይሲ ኣቦይ ኣይትብሎን ኢኻ ሕጂ ንሓደ ዋርሳይ ዋርሳይ ኢኻ ትብሎ ንሓደ መዋእሉ ተጋዲሉ መዋእሉ ሰላሳ ዓመት ሱሳ ዓመት ኣርባዓ ዓመት ዝገበረ ኣብ ቃልሲ ምፅእ ኢልካስ ማዕሪኡ ኮይንካስ ተጋዳላይ እየ ክትብለና ተጋዳላይ እሞ ካብ ሕጂ ኒኖ መራሒ መስርዕ፣ መራሒ ሓይሊ፣ መራሒ በጦሎኒ ከምኡ ዝበሃል የለን ማለት እዩ። የለን ከምኡ ዝበሃል የለን። ን ሕጂ ኣማጻጻ ኣቦታትና ምስ ሓለፉ ድማ እዞም ዋርሳይ ዘለና ድማ ናብ ተጋዳላይ ይሰግር። ንዓኻ ክጥዕመካ ተጋዳላይ ኣወል በሉና፣ ነቲ ጅግና ሓውና ትግርኛ ድማ እሰያስ ጸጋይ ዝብሃል ኣሎ ኢልካ ዘንጢልካዮ ማለት እዩ በታ ደርፊ ዝመጸት እያ ኣይ ቲንክ ሶ በታ ደርፊ ዝመጸት ዋርሳይ እዞም ሰባት መን እዮም መን እዮም ክብሃል ከሎ እኮ ሞ- ኩሉ ሰብ ብዘይ ግፋ ብዘይ ዝኾነ ብረት ዘልዓለ እኮ ብስ- ብሳላ ብሳላ እ- እ- ስዉእ ጅግና ተጋዳላይ እሰያስ ጸጋይ ዝመጹ መንእሰያት እዮም ማለት እዩ። እዚ መብዛሕትኡ መንእሰይ ተሰዊኡ ዘሎ ንስለ ሃገሩ ደሙ ዝኸፈለ ዋጋ ዝኸፈለ ሳላ ጅግና ተጋዳላይ ስዉእ እሰያስ ጸጋይ እዩ። እሰያስ ጸጋይ ዝበሃል ኣሎ ንሕናሲ ኣብ ሻምቆ ዓቢና ከለናስ እሰያስ ጸጋይ መን እዩ እንታዋይ እዩ ፈሊጥናዮ እስኻ ግን መባልዕትኻ መሳትኻ ብሓንሳ ኣብ ኣብ ገለ ስነ ጥበብ ተራኺብኩም ትፈልጡ ሰብሲ ኣምጽእ ኣቢልካስ ኢሰያስ ጸጋይ ዝበሃል ኣሎ ኢሰያስ ጸጋይ ከምቲ ዝፍለጥ ኩሉ ሰብ ዝፈልጦ ኣብቲ ሓቀኛ ህይወቱ ክንመጽእ ኢና ሰበይቱ ጀበርቲ እያ ኣወል ስዒድካ ጀበርቲ ኢኻ ጀበርቲ ኢኻ ሕጂ ኤርትራ ኤርትራ ታሪኻታ ታሪኽ ናይ ኣቦታታ እናጥፋእካላ ክትከይድ ኣይትኽእልን ኢኻ። ብፍላይ ኣብ ታሪኽ ናይ ትግርኛ ኣቲኻ ወልዶፍዶፍ ከይበልካ ብስነ ስርዓት እንድሕር ተዛረብካ ዝበለጸ እዩ። ነቲ ትግርኛ በብሓደ በብሓደ ልቑም ልቑም እናበልካ ግን ምስ ባህልታት ምጉዳል ተላልየና ተሊኻ ግን ኣዋዕ ኢና ንብለካ ንዓኻ። ኣዋዕ ትብል ኔርካ ኣዋዕ። ምኽንያቱ እዞም ኩሎም ሃገራውያን ኣብ ደገ ዘለዉ ክዛረቡ ይክእሉን እዮም ክዛረቡ ይክእሉን እዮም ሓንቲ ነገር ኣላቶም ንዓይ ትጥዓመኒ ጽባሕ ንጎ ዝገኾነ ከይትመጻኒ ኤርትራ በጺሐ ክመጽእ ዋላ ከይኣተኻ ኣብዚ ዘይትመውት ስለ ሓቂ ደኣ ሰብ ክዛረብ ኣለዎ እምበር ስለ ምእታውን ዘይምእታውን ንሓውኻ ክትዛረብ ኣይትኽእልን ስለ ሓውኻ ክትማጎተን ኣይትኽእልን ኣታ መን እዛ ሰበይቲ እታ ኣታ መን እንታይ እዚ ታዲኻ ትለኸለይ ኣለኻ ፈሊጥኻ እሞ ትሕዝ ኣለኻ ወድዛ መሰረት ንዕቲ ረሳሕ ዋ እዚኣ ኸ ደቓላ መን እያ ታታወት እያ እዚኣ ኸ ታታወት እያ መን እዩ ዝእትዋ ዘሎ እንታይ እያ እዚኣ ኸ ኣዞም ተጋሩ ኸ እንታይ ኢና ጌርናዮም ኩላዕ ባእ መን እዩ እቲ ትሕባ ባይ ዘ ወይ ድሓን ምሕረት ኣውርደልኩም ኣብዚ ማስ ሜዳ ትሓድሩ ሰባት እኮ ገለ ጸገም ድኣ ገይሮም ተልዮም እምበር ቀልጢፎም ናብ ጉያ ናብ ጸርፊ እዮም ዝኸዱ እንታይ ፈሊጥናሎም እዋ ኣነስ ሕጂ ኣብ ዘረባ ከለኹስ ክስሕባ ሕጂ ኣወል ስዒድ እዛ ይቕሬታ ሕተተላ ኩላኻትኩም ይሕዋተይ ብፍላይ ተዛረብቲ ትግርኛ ዝኾነ ሓደ መሓመድ ወይ እድሪስ ወይ ዓብደላ ኣይኮነን ታሪኹ ዝግንጸል ዘሎ። ታሪኽና ንሕልዋ ባዕልና ኢና። ዝኾነ ምስሊም ርኣይዎም እዛ ኣዴናሲ እንታወይቲ እያ ሰላም ዘይትብልሲ እንታወይቲ እያ እንታይ ዓይነት እዩ ገለ ምስ በለት ኩሎም ይዛረቡ ኣለዉ። ኣንሕና እኮ ኣፍና ሒጅና ስቕ ኢልና ኣለና። እታ ኣዴና እተዛረበቶ እኮ ንእሽተይ ንሕና ዘይንቕበሎ እኮ ነይሩ እዩ ኣብ ገድሊ ኦኬ ምውሳብ ነይሩ ገለ ነይሩ ንሕና እብለኩም ኣለና ኣብዚ ሰዓት እዚ መውስቦ ምስ ሙስሊም ክለዓል ኣይንደልዮን ኢና ከም ኣጀንዳ ሙስሊም እንድሕር ምስ ሓብተይ ክዋሰብ ጀሚሩ ኣርባዕተ ነጥቢ ምስ ሓብተይ ክዋሰብ ተደልዩ ኣብዚ ዕስራን ሓደን እብለኩም ኣለኹ እንድሕር እናተዋሰቡ መፅዮም እብለኩም ኣለኹ ናይ መወዳእታ ህሞት እዚኣ እያ እታ ዘይንቕበላን እብለኩም ኣለና ሙስሊም ኣብ ኤርትራ ኮይኑ እንድሕር ክዋሰብ ምስ ሓብተይ ጀሚሩ ወይ እቶም ትግርኛ ክነብርዋ እዮም ነዛ ኤርትራ ወይ ሙስሊም ክነብርዋ እዮም ኣርባዕተ ነጥቢ። ዝኾነ ትግርኛ ተዛራቢት ክርስትያን ንክርስትያን ጥራይ እያ ትምርዖ። ኣብ ቀደም ኣብ ገድሊ ነይሩ ኣብ ገለ ነይሩ ምውሳብ ነይሩ ገለ ገለ ዝበለቶስ ንሕና መላዓልናዮ እንታይ ደልዩ ኣብዚ ሕጂ ግዜ ክርስትያን ምስ ሙስሊም ክምርዓዉ ተዋሲብና ኢና ምበልና እኮ ንሕና ሸለል ኢልናዮ ሓሊፍና ንስኹም ግን ክምዚ ኢላትና ሃይማኖትና ተተንኪፉ ክምዚ ተተንኪፉ ክምዚ ተተንኪፉ ክምዚ ተተንኪፉ በቃ እሳቶም ሃይማኖቶም ክካለኸሉ ኣለው፣ ንሕና ከዓ ባህልና ክንካልኸል ኣለና። ሕብረተሰብና ክፅረፍ የብሉን። ትግርኛ ሸለል እናበልካ ሸለል እናበልካ ከይትኸይድ ሸለል ዝበሃል የለን። ሸለል ዝበሃል የለን። ካብ ሕጂ ኒኖ ሸለል ዝበሃል የለን። ኣወል ድማ ይቕሬታ እንድሕር ሓቲቱ ፅቡቕ፣ ኣይሓተተን ድማ ኩላኻትኩም ህዝቢ ትግርኛ ሃገራውያን ኩኑ፣ ተቓለስቲ ኩኑ። ካብቶም ሃገራውያን ብዙሕ ኣይትፀበዩ። ካብቶም ሃገራውያን ብዙሕ ኣይትጸበዩ ተስፋ ዝበሃል የለን ካብቶም ሃገራውያን እብለኩም ኣለኹ ኣነ ግልፂ ከይነ ነግረኩም ኣለኹ ካብቶም ሃገራውያን ተስፋ ዝበሃል የለን እንታይ ከንካ ንእሰያስ ጸጋይ ዘንጢልካዮ ኢሉ ስጋብ ሕጂ ዝሰርሐ ዝተዛረበ ሰብ የለን የለን የለን እዚኦም ከም ስሉ ጥራዮም እታ ባንዴራ ዘንበልብልዋ ዘለዉ ሓደ ሰብ ሓደ ሰብ ወፂኡ ብዛዕባ ክብርታቱ ከላይ ክዛረብ ኣለዎ ንኩሉ ክቕበሎ ይብሉን ባይዘወይ ተደፊርና ኢና ናይ ብሓቂ ተደፊርና ኢና ኣወል ስዒድ እናፈለጠ እናፈለጠ ንሓደ ጅግና ተጋዳላይ ሽሙ በኪልካ ሽሙ ዘንጢልካ ጽባሕ ንጎ ከመን እዩ ክዝንጠል ድሕሪ እዚ ከመን እዩ ድሕሪ እዚ ከመን እዩ ንሓደ ሰብ እኮ ኮለ ጌና ኢኻ ይቕሬታ ሕተትብሎ ኮለ ጌና ኮለ ጌና ኢኻ ይቕሬታ በል ትብሎ እና እናተቐበልካዮ እንድሕር ከይድካ፣ እናላማመድካዮ እንድሕር ከይድካ ዝመጽእ ሳዓቤን ፍሉጥ እዩ። ሕጂ ጅግና ተጋዳላይ ስዉእ እሰያስ ጸጋይ ሰበይቱ ጀበርቲ እያ። ሰበይቱ ጀበርቲ እያ። ኣወል ድማ ጀበርቲ ኢኻ። ሕጂ ቂምታ ከይሃለወካ ኣይተርፍን እዩ። ከምዛ ሓብትኹም ናብ ዝኾነ ሰብ ክትከይድ ዘይትደልይዋ ሕጂ ስለ ዘየለ ብሂወት ስለ ዘየለ ዘንጢልካዮ ዘንጢልካዮ ኣዋሪድካዮ ኣዋሪድካዮ ናይ ብሓቂ ኣዋሪድካዮ ኣዋሪድካዮ ጂ እዚኣ እዚኣ ኣይትኸውን እያ እዛ ተዛረብካያ ዘረባ ኣይትኸውን እያ ብፍጹም ተኣምር ይቕሬታ እንድሕር ሓቲትካላ ጽቡቕ ኣይኮነን ግን ንብለካ ኣለና ካብ ሕጂ ኒኖ ባህልናን ልምድናን ክንሕልዎ ኢና ዝኾነ ትምጻእ እብለኩም ኣለኹ ንእሽተይ ዘረባ እንድሕር ተላዒላ ክንትስእ ኢና ሸለል ገለ ዝበሃል የለን ድሕሪ ሕጂ ሸለል ዝበሃል የለን ሸለል ዝበሃል የለን ከምዚ ምሽ ኣለካ ከምዚ እ፣ ሓደ ሰብ ዝዛረቦ ሓደ ሰብ እ፣ ታራ ሰብ ታራ ሰብ ምሽ ኣለካ እ፣ ትዛረቦ ኢሰያስ ጸጋይ ዝበሃል ኣሎ ዋርሳይ ገለ ዶ ገለ ዝበሎ ገለ ኢሉስ ኣቕሊሉ ተዛሪቡ ሓርበኛ ተጋዳላይ ስዉእ ኢሰያስ ጸጋይ ኣዋጊኡን ዘዋግአን ኣብ ኤርትራ ድማ ፍሉይ ዓይነታት ብዙሕ ስርሓት ዝሰርሐን ዝደረሰን ጅግና ባኸር ተቓላሳይ ስዉእ እሰያስ ጸጋይ ይበሃል። ናበይካ ደሊኻዮ? ናበይካ ደሊኻዮ? ኣወል ሕጂ ጠፊኢካ ዘይኮነሲ ኮነይ ኢልካ ንምህራም ዝተገበረ ውዲት እዩ። ንምንታይ ኣሕዋትና ትሃርመልና ኣለኻ? ንምንታይ ጀጋኑ ትግርኛ ትሃርሞም ኣለኻ? ተላማምደና ኣለኻ? ተጋዳላይ ኣወል ስዒድ በሉና ኢልካና ተጋዳላይ ኣይኮንካን ተጋዳላይ ዝበሃል ኣቦታትና እዮም ንስኻ ዋርሳይ ኢኻ ትበሃል ዋርሳይ ዋርሳይ ክትከውን ትኽእል ኢኻ ዋርሳይ ክትከውን ትኽእል ኢኻ ኣነ ግርም ዝብለኒ ኣብ ኣስመራ ኮንኩም ኣብ ኣስመራ ኮንኩም ክትዛረቡ እናወዓልኩም ሲ ተጋዳላይ በሉኒ ኣስመራ ሽኮርቲ ገለ ዝበሃል ኣሎ እሱ ከዓ ኣነ ከዓ ኣብ ሰራዊት ዘለኹ ኣብ ሰራዊት ዘለኹ ተቃላሳየ ኢሉ ኣብ ኣስመራ ኮንካ ዩቱብ ክትጥቀም ናውዓልካስ ተጋዳ ጅግና ኣብ ምክልኻል ሰራዊት እየ ዘለኹ ዋ ኣቦታትና ኣብ ድፋዕ ይድቅሱ ንስኻትኩም ኣብ ኣስመራ ኮንኩም ኣብ ምክልኻል ሰራዊት እየ ዘለኹ ትብሉና ኣንሕና እኮ ግርም እዩ ዝብለና ዋ ቁሩብ ከ ህድእ ዘይትብሉ ሕጂ ኣወል ትሰርሖ ዘለኻ ስራሓት ዝኸልኣካ ሰብ የለን እቲ ትሰርሖ ዘለኻ ስራሕ ኣብ ኤርትራ ኮንካ ዝኸልኣካ ሰብ የለን ንትግርኛ ግን እናሕሰርካ ዝመጽእ የለን እናሕሰርካ ዝመፅእ ነገር የለን። ሕጂ ኸኣ ናይ ስዉእ ተጋዳላይ ኢሰያስ ጸጋይ ቀይራ ማይ ስተ ሓንሳብ ኣብ በረኻ እንድየ ዘለኹ ማይ ዘይተማላኹ መይተ እኮ ሕጂ እንተቀየርካያ ዝበለጸ እዩ ቀይራ ኣወል ተጋዳላይ ኣወል ስዒድ እዛ ዝበልካያ እታ ዝበልካያ ቀይራ ቀይራ ቀይራ እዛ ዝበልካያ ኣይትኸውንያ

እታ መንግስቲ ውን ክሕዛ እዩ ዝመስል ዘሎ ማለት እዩ ኦሮማይ ኣኺልካ ኣኺልካ ኣወል ስዒድ ክሕዛ እዩ ዝመስል ዘሎ በዛ ዝኸዳ ዘሎ ዝገብራ ዘሎ እንድዒ ተጣራጥረካ እያ እታ መንግስቲ ውን ከይሕዛ እታ መንግስቲ ውን ከይሕዛ ክቡር ፕረዚደንት ኢሳያስ ኣፈርቂ ንኹሉ እባ ረኣየባ ረኣየባ ኣወል ስዒድ ፋኖ ዲኻ ርኢኻዮ ኣወል ስዒድ ፋኖ ዲኻ ርኢኻዮ ረኣየባ ሓልወባ ሓለዎ ባኽ ሓለዎ እባ ትማሊ ትማሊ ንኤርትራ ንምጥፋእ ንኤርትራ ንምጥፋእ ዝግብቱ ዝነበሩ ከም በዓል ኢሰያስ ጸጋይ ጅግና ክንደይ መንእሰያት ኣቃሊሱ ኣሰዊኦም ናጽነት ኤርትራ ዝወልዑስ ኢሰያስ ጸጋይ ዝበሃል ኣሎ ዋርሳይዶ ገለ ዶ ኢልካስ ኣወል ተጋዳላይ ኣወል ስዒድ በለኒ ሽምካ ላዕሊ ሰማይ ኣብጽሒኻዮ ኣንታ በዓል መዓልቲ ክብሉኻ ከለውሲ ብቑነ ትብለኩም ኣለኹ ኣንታ ኣምላኽ ኣቦይ ስጋብ መወዳእታ ኣጽንሓና ሓንቲ ግዜ ነዛ ነፍስናሲ ክብሪ ንረኽበላ ሓንቲ መዓልቲ ክትመጽእ ኣንታ ኣምላኽ ኣቦይ ስጋብ ወዲ ሚእቲ ወዲ ሚእትን ዕስራንሲ ኣጽንሓኒ እዛ ዓለም እዚኣ ስጋብ መወዳእታ ኣጽንሓኒ ክሪኣ ናበይ ገጻ እያ እንታይ ትገብር ኣላ ናበይ ገጻ እያ ብፍላይ ናይ ህዝቢ ኤርትራስ ክርእዮሲ ዕድመ ሃበኒ እታ ኣምላኽ ኣቦይ ዕድመ ሃበኒ ዕድመ ሃበኒ በቃ ኣቱም ሰባት ኣታ ንመሰልኩም እባ ተዛረቡ ዋ ንመሰልኩም እባ ቁርብ ተዛረቡ ንመሰል ሓውኻ እዞም እዞም ሙስሊምሲ በቃ ምሽ ኣለኩም ትንክፍ ደደብሎም በቃ ጎዮም እዮም ዝትሱ በቃ ቅድሚ ሕጂ ኣዴና ሓደ ትግረ ነይሩ ሽፍታ ምስ በለሲ ኩሎም ክበልዕዋ ደልዮም ክብሪ ናቶ ባህሊ ናቶ ሃይማኖት ናቶ ገለ ኢሎም ክበልዕዋ ደልዮም ሕጂ ከዓ እዛ ኣዴና በናይ ዝመፀ እዩ ሰላምታ ኣይበሃልን እየ ገለ ዝበለት በናይ እዩ ዋ ትማሊ ትማሊ እኮ ሰላም ትብሉ ነርኩም እዮም ዋ ሰላም እኮ ትብሉ ኢኹም በዓል ፍለጥ ወረን ኣብኢታት ኣነ ኣይዛረብኒ ኣብዚ ኢታት ደሓን ግንሲ እዞም ሰባት እዚኦም ሓንቲ ንእሽተይ ክትንከፉ ከለዉ ሓፍ እብሉ። ንሕና ደቂ ትግርኛ ጀጋኑ ጀመርቲ ሳውራ ተባሂልናሲ ጀመርቲ ሳውራ ማለት እዩ። እድሪስ ዓወተይ ጀማሪ ሳውራ ገለ ዝበሃል የለን። ከምኡ ዝበሃል የለን። ጀማሪ ሳውራ ትግርኛ እዩ። ፈቲኻ ጸሊእኻ ስረ ዘዕጠቀኩም ትግርኛ እዩ። ፈቲኻ ጸሊእኻ ቁልፊ ዘውደየካ ስረ ዘዕጠቀካ ትግርኛ ኢዩ ነዚኣ ኣሚንኩማ ኣብ ኤርትራ እንድሕር ጠጠው ኢልኩም ጽቡቅ ን ንሕና ኢና ትብሉ ተኮንኩም ግን ንብለኩም ኣለና ንሕና ሰብ ስረ ኢና ባህልናን ልምድናን ንብለኩም ኣለና ስረ ኣቦታትናን ኣቦታትና እንድሕር ሓሊፎም በታ ንሕና ንደልያ ኤርትራ ክንመርሓ ኢና ማለት ኢዩ በታ ንሕና ንደልያ ኤርትራ ጌርና ክንመርሓ ኢና ሽዑ ፈንጠር ፈንጠር ዝበለ መንእሰይ ሽዑ ከነርክበሉ ኢና ፈንጠር ፈንጠር ዝበለ መንእሰይ ሽዑ ከነርክበሉ ኢና ባህልታትና ከመይ ጌርና ንሕልዎ ተዋስኦ እዘም ዝዋስኡ ዘሎ ፊልም ከመይ ጌርና ንሕልዎም ዝኾነት ትግርኛ ተዋሳኢት ምስ ሓዋ ክትዋሳያ ዝኾነት ትግርኛ ተዋሳኢት ምስ ሓዋ ክትዋሳያ ዝኾነ ሙስሊም ምስ ሓዉ ክዋሳይ ወይ ድማ ትግር እ፣ እዘን ኩለን ብሌን ትኹን ሕዳርብ ትኾን ድማ ኣብቲ ፊልም ክዋሳእ እየን ትግርኛ ጥራይ መዋስኢ ኣይኮናን እየን እዚ ይብለኩም ኣለና ብዕሊ ክንሰርሓሉ ኢና ብዕሊ ክንሰርሓሉ ኢና ደቂ ትግርኛስ መዋስኢ ገይሮመን ሓደ ሙስሊም መጺስ ሓቂፉስ ማሰ ይብላ ያ ኣብ ዓራት ደቅሹ ገለመለ ኣንቲ ቆንጆ ሽኮሪና ኣነ እኮ እንታይ ድዩ መሲልኪ ዓለም ምልእቲ ከርኢ ኣለኹ ኣብ ሂወትኪ በዚ ጨጉራ እናደረዘ በቃ ጨጉሪ ኣሕዋትና መንዲል ስለ ዘይብሉ መንዲል ስለ ዘይብሉ ጨግረን ስለ ዘይዕመምኦ ስለ ዘይብልኦ በዚ ጨጉረን እናደረዙ ኣብ ዓራት ኣብ ከመይ ዝኣመሰለ ሆቴል ገይሮም መዋስኢ ገይሮምን በዓል ሳሌና በዓል ሄለን መለስ በዓል መረብ ቲፋኖስ መን እሞ ጨጉረን ዘይደረዞ ኣይናይ ሙስሊም ዘይደረዞ ጨጉረን ንሕና ግን ሓቁዩ እቲ ሓዳር ክፋታሕ ሓቁዩ እዚ ሓዳር ኩሉ ክፋታሕ ብፍላይ ስነ ጥበባዊት ዘይተፋተሐ ሓዳራ የለን ምክንያቱ ኣላሁ ኣክበር እናበሉ ኣብቲ ፊሊም ብውሽጢ ልቦም ኣላሁ ኣክበር እናበሉ ነዘን ጨጉረን ነዘን ኣሕዋትና ይደርዝወን እዮም ብውሽጦም ኣላሁ ኣክበር እናበሉ ናብቲ ፊልም እዮም ዝኸዱ ኣላሁ ኣክበር እናበሉ ከምዚኣ እናበሉ ነዘን ኣሕዋትና ፊሊም ንዋሳእ ኣለና እናበሉ ብውሽጢ ልቦም ኣላሁ ኣክበር እናበሉ ከምዚኣ እናበሉ ደሪዞሞም እዮም ሓቁ እዩ እቲ ሓዳር ሓዳር ሃደሽደሽ ክብል ሓቁ እዩ እቲ ሓዳር ሃደሽደሽ ክብል ሓቂ እዩ እቲ ሓዳር መዋእሉ ክ- በቃ ስኢሉ ክፍርስ ሓቂ እዩ ሓቂ እዩ ደሳለ ደ- ደሳለ እ፣ ደሳለ ኣይ- ኣይሓገዝኩሞን ናይ ደሳለ ኣይሓገዝኩሞን ደሳለ መጀመርታ ዋላ ዓሰርተ ግዜ ይጽረፈና ኣይጽረፈና ኣይሓገዝናዮን ኣይሓገዝናዮን ቁሩብ ትርር ዝበለ እንድዩ ከም በዓል ደሳለ ግን ጽቡቅ ገይሮም ፈልጥዎ እዮም ጽቡቅ ገይሮም ማለት እዩ ከም በዓል ደሳለ ጽቡቅ ገይሮም ፈልጥዎ እዮም ካብ በዓል ደሳለ ድሕሪ ሕጂ ነዞም ሕዋትና ምህራም የለን እብለኩም ኣለኹ እብለኩም ኣለኹ ትማሊ ትማሊ ጸሪፍኒ ካብ ሕጂ ኒኖ እብለኩም ኣለኹ በዓል ደሳለ ዋላ ደስ ዝበሎም ተዛረቡ እዚ ማስሜዳ ንዕኦም እዩ ካብ ሕጂ ኒሎ እዚ እዚ እዚ ማስሜዳ እዚ ንባዓል ደሳለ ኢዩ ክዛረብ እየ ተሉ ክዛረብ እዩ ክምድር እየ ተሉ ክምድር እዩ ምክንያቱ ምስኣቶም ከይድና ካብ ሕጂ ኒኖ ክንስርሕ ኢና ናብቲ ትግርኛ ባህሉ ዝምለሰሉ ስራሕ ክንስርሕ ኢና ትሽዓተ ብሄራት ትሽዓተ ብሄራት ትሽዓተ ብሄራት እናበልና ኣይንኸይድና ንዝኾነት ብሄር ኣይነቋሽሻን ኢና ንዝኾነ ብሄረት ኣይንሃርማን ኢና ካብ ሕጂ ኒኖ ግን ንብለኩም ኣለና ንሕና ትግርኛ ኢና ንሕና ትግርኛ ኤርትራውያን ኢና በቃ ካብ ሕጂ ንኢኖ እብለኩም ኣለኹ ንሕና ተዛረብቲ ትግርኛ ኢና ኤርትራውያን ኢና ካብ ሕጂ ንኢኖ ንመሰልናን ንኽብርናን ክንቃለስ ኢና ነዚ ነዚ ኤርትራዊ ኣብ ደገ ዘሎ ትግርኛ ምዃኑ ጽቡቅ ጌርና ባህሉ ከም ዘለዎ ሕብረተሰቡ ከም ዝለምድ ባህሉ ከም ዝዕቅብ ክንገብሮ ኢና ማለት እዩ ናይ ብሓቂ እታ ትግርኛ ሰማይ በፂሓ ኣብኡ ጠልጠል ኢላ ዘይኮነስ ሰማይ ከም ትበፅሕ ክንገብራ ኢና ሰማይ ከም ትበጽሕ ንገብራ ኢና ንሕና ትሽዓተ ብሄራት ትሽዓተ ብሄራት ትሽዓተ ብሄራት ሙስሊም ርእዮምስ እንታይ እዮም ትግርኛ ትግርኛ ዝብሉ ኢሎምና ትግርኛ ክንብል ምጀመርና ማለት እዩ የስ ንሕና ትግርኛ ኢና ንሕና ትግርኛ ኢና ደቂ ትሽዓተ ብሄራት ክትከውን ትኽእል ኢኻ ኣብ ኤርትራ ዘለዋ ብሄራት ክተከብር ኢኻ ንሕና ካብ ሕጂ ኒኖ ንትግርኛ ጥራይ ኢና ንቃለስ ንሕና ካብ ሕጂ ኒኖ ንትግርኛ ጥራይ ኢና ንቃለስ ፈቲኻ ጸሊእኻ ካብ ሕጂ ኒኖ ንዝኾነ ብሄር ንሃርሞ የለን ካብ ሕጂ ኒኖ ግን ንትግርኛ ክንቃለስ ኢና ትግርኛ ሰማይ ክነብጽሓ ኢና ትግረ እንተድልኻ ንትግረኻ ተቃለስ ንባህልኻ ተቃለስ ብሌን ተኾንካ ንብሌን ነቲ ባህልኻ ተቃለስ ብዘይ ምትንኻፍ ማለት እዚ ማለት ግን ጽልኢ ምስባኽ ማለት ኣይኮነን ትግርኛ ምዃንና ግን ንዓለም ክነፍልጣ ኢና ፈቲኻ ጸሊእኻ ሓንቲ ሓንቲ ሙስሊም ንዓለም ምልእቲ ንኤርትራ ዘጸዋዕታ የላን ኣበላ ሞዴል ድያ ኮይና ሞዴል ድያ ኮይና ተዋሳኢት ድያ ኮይና ጎያይት ድያ ኮይና የላን የላን ሙስሊም ከተምጻ ኣይትኽእልን ኢኻ ፋጥና ንዒማ ሓሊማ ከተምጻ ትኽእል ኣይትኽእልን ኢኻ ንኤርትራ ዘጸዋዕታ በቃ ጓል ትግርኛ እያ ንኤርትራ ዘጸዋዓ ወዲ ትግርኛ እዩ ፈቲኻ ጸሊእኻ እዚ ባህል እዚ ንቕድሚት ክነምጾ ኢና ንሕና ጀጋኑ ምኻና ንኤርትራ ነጸውዓ ምኻና ክንፈልጥ ኢና ብብረት ገለ ገለ ኣይኮናን ኢልና ብጥይት ምትኳስ ኣይኮናን ኢልና ንዓለም ዝዋደደር ዘሎ ስጋብ ሕጂ ግን ትግርኛ ኢዩ ፈቲኻ ጸሊእኻ ሓብትኻ ኣይኮነትን ተዋሳኢት ተባሂላ ትሽለም ዘላ ሓብትኻ ኣይኮነትን ሞዴል ከይና ትስለም ዘላ ሙሉእ ናጽነት ተዋሂብዋ ትቃሳቀስ ዘላ ያ ኤ ትግርኛ ተዛራቢት እያ so ካብ ሕጂ ኒኖ ነቲ ትግርኛ ክንቃለሰሉ ኢና ኣርባዕተ ነጥቢ እዚ ማለተይ ግን ኣሕዋት ኩሎኻትኩም ኣብዚ ዘለኹም ጽልኢ ናይ ብሄራት የብለይን ጽልኢ ናይ ዝኾነ ብሄራት ኣብ ኤርትራ ዘለዋ ትሽዓተ ጽልኢ ዝበሃል የብለይን ሕጂ እተን እቶም ሙስሊም ሓፍ ሓፍ ሓፍ ሓፍ ኣይትበሉ ኮፍ ከኣ ክትብሉ ኢኹም ሓፍ ሓፍ ዝብሃል የለን ንሕና ንሕና ብሄር ትግረ ንኾነልኩም ቢለ ንኾነልኩም ሕዳርም ንኾነልኩም ሳሆ ንኾነልኩም ኩናማ ንኾነልኩም ዓፋር ንኾነልኩም ደቂ ትግርኛስ መጻወቲ ጌርኩምና ደቂ ትግርኛስ መጻወቲ ጌርኩምና ኣቦታትና እኮ ኣብ ርኢናዮ እኮ ሴፍ ተሰኪሞም ኣብ ኣፍራስ ገይኖም ንባህሎም ኣለኩም ኣለና ንባህሎም ንምዕቃብ ስብለኩም ኣለና ራስ ተሰቒሎም ናብ ዓድታት ከይዶም ይቃለሱ ነይሮም ሴፎም ኣልዒሎም ንሕና ካብኦም ዘፍሊ የብልናን እዚ ማለት ጽልኢ ገለ ማለት ኣይኮነን ካብ ሕጂ ንይኖ እቲ ትግርኛ ክስርሖ ኣለዎ ክንቃለሰሉ ኢና ንትግርኛ ላዕሊ ላዕሊ ክነብጽሖ ኢና እዚኣ ክትስ በቃ ካብ ሕጂ ንይኖ ክት ወዲ ጀጋኑ ተቃዋማይ ኮይኑ ገለገለ ኣይኮነን ኣነ ዝብለካ ዘለኹ ካብ ሕጂ ንይኖ ባህሊ ትግርኛን ልምድን ኩሉ ነገራቱ ንቅድሚት ክነምጾ ኢና ነቲ ሕብረተሰብ ትግርኛ ምዃኑ ክነላምዶ ኢና ትሽዓተ ብሄር ዘይኮነሲ ትግርኛ ምዃኑ ክነላምዶ ኢና እዚኣ ክነላምዶ ኢና ተረዲእኩም ኣሎ ትሽዓተ ብሄራት ኣብ ኤርትራ ኢኻ ትብላ ማንም ሰብ ፈልጦ እዩ ኤርትራ ትፈልጦ እያ ባዕሉ ኣብ ኣብ ጎጉል ድዩ ኣብ ክብሪ ኤርትራ ድዩ ኣብ ካልእ ድዩ ኣብ ዓለም ሙሉእ ኣብ ካርታ ኣሎ ትሽዓተ ብሄራት ኤርትራ ትውንን ትግርኛ ኣይኮነን ግን ንብሌን ድመስል ትግርኛ ኣይኮነን ንትግረ ድመስል ትግርኛ ኣይኮነን ንኩናማ ድመስል ትግርኛ ንትግርኛ ክመስል ኣለዎ ትግርኛ ንትግርኛ ክመስል ኣለዎ ትግርኛ ባህሉ ክዕቅብ ኣለዎ ትግርኛ ንመንነቱ ክቃለስ ኣለዎ ትግርኛ ተደፊኑ ክነብር ኣይነፍቅድ እና ካብ ሕጂ ኒኖ ቃልስና ናይ ቃልሲ ትግርኛ ክኸውን እዩ።

በቃ ሃይማኖትና ተተንኪፉ ሃይማኖትና ተተንኪፉ ትኹብ ትኹብ ትኹብ ትኹብ ንሕና ግን እዛ ኣዴና ኣብ ሳውራ ክንመፅእ ከለና ኣብ ገድሊ ሙስሊምን ክርስቲያን ከይበልና ተዋሲብና ኢና ኢላ ኣብዚ ሰዓት እዚ ኣብዚ ኣብዚ ዕስራን ሓደን ክፍለ ዘመን ዝኾነት ክርስቲያን ምስ ሙስሊም ክትቀርብ ኣይንደልያን ኢና ዓቃብ ሰላም ኣብ ኤርትራ ምስ ኣተወ ንሕዋትና ክዘምተና ምስ ደለየ ክቡር ፕረዚደንት ኢሳያስ ኣፈርቂ ዓቃብ ሰላም ግሒፍዎም ማለት እዩ ሕጂ ከኣ እብለኩም ኣለኹ ዝኾነት ሙስሊም ንሓብትና እንድሕር ኣብ ኤርትራ ክዋሰብ ብብዝሒ መጽዩ ቃልስና ቃልሲ ናብ ክስታሽ ክትወርድ እያ ማለት እዩ። ዝኾነት ትግርኛ ምስ ትግርኛ ሓዋ ጥራይ እያ ቃል ኪዳን ትገብር። ምስ ዝኾነት ሙስሊም ክትኣስር ቃል ኪዳን ዝበሃል የለን። ዝኾነ ሙስሊም ኣብ ሃይማኖትና ኣብ ቤተ ክርስቲያንና ክኣቱ ኣይንደልዩ እና። ተወዲኣ ኣላ ኣብቲ ናትና ሃይማኖት ክርስትና ተኮይኑ ይኣቱ ሙስሊም ተኮይኑ ኣብ ሃይማኖትና እንታ ክገብር ክኣቱ መጻወቲ ኣይኮነን በቃ እዚኣ እዚ ካብ ሕጂ ኒኖ እቲ ባህሊ ናትና እቲ ትግርኛ እናጠፈአ እናጠፈአ እናጠፈአ እናጠፈአ ይመጽእ ኣሎ ማለት እዩ እዚ ኣወል ዝበሎ ባይዘወይ እቶም ትጽሕፉ ዘለኹም ኣይርእየኩም እኒኦ ዘለኹም መዋእልኩም ኣወድእኒ ክትብሉ ኣነ ንኹል ካብቲ ስርሐይ ዝዕንቅፈኒ ሰብ የለን ካብ ስራሕ ምስራሕ እብለኩም ኣለኹ ዝዕንቅፈኒ ሰብ የለን ለይቲ መዓልቲ ይቃለስ ኣለኹ ብለካ ኣለኹ ኣነ እስኻ ኣወዳኣኒ ክትብል ኣብ ኮመንት ኣነ ከ ፈቲኻ ጸሊእኻ ኣነ ንጉስካ እየ ወዲ ጀጋኑ መሊሶምለይ ሰባት ኣይፈልጡን እዮም ሰመረ እቲ ተቋዋማይ መሊስለይ ኣይፈልጥን እዚ መን እዮም ዝብልዎ እቲ ቢጫ ጨጉሩ ዘለካ ሃገራዊ መሊስለይ ኣይፈልጥን ሓንቲ ሓቂ ድዩ ደይ ሓቂ ዘረባ ምስ መጸት ኩላ መሊሳትለይ ኩላ ቆልዓን ሰበይትን በቃ እለለለለለለ በቃ ምኽንያቱ ማዕረ ክንደይሲ ክትጽበዩኒ ጸኒሕኩም ወዲ ጀጋኑስ ክልተ ዓመት ሙሉእሲ ሓደ ሰብኣይ ዝበሃልሲ ከይመለሰለይ ክልተ ዓመት ሙሉእ እናጨፍጨፍክኹም ከለኹ ሰመረ እዚ ተቓላሳይ ከይጨፍጨፈኒ ክልተ ዓመት ሙሉእ ሕጂ ተጸቢ ሓንቲ በቃ እዚኣ መጺኣ ኣላ እዚኣ ክንሃርሞ ኣለና ዓወትሲ ክንደይ ግዜ ጨፍጪፈካ ዓወት ካራ ክንደይ ግዜ ጨፍጪፈካ ክንደይ ግዜ ዝኾነ ኣበር ስለ ዘይረኸብካ ስለ ዝኾነ ጉድለት ስለ ዘይረኸብካ ዝተጸቢኻ ጸኒሕኻ ኣምጻለይ እዚ መን እዮም ዝብሎ ጸሓፉለይ እዚ ብጫ ጨጉሩ እዚ ብጫ ጨጉሩ ሰበይቲ ቆቲልዋ ኣብ ግብጺ ኢሉ ዘሎ ክነምጾ ኢና ድሓን እዚ ኣምጽለይ እቲ ብጫ ጨጉሩ ሃገራዊ እየ ገለ ዝበለ ትማሊ ኣዴና ዝበለቶሲ ኣዴና እንታይ ወይ ሃይማኖት እዩ ገለ ዝበለሲ ይሕዋተይ ይሕዋተይ ሙስሊም ኣነ ባዕለይ ይቕሬታ ክብለኩም ኣለኒ ኣነ ሙስሊም ኣሕዋተይ ይቅሬታ ክብለኩም ኣለኒ ሽሙ እባ ጸሓፉለይ ኣሕዋት ሽሙ እዚ ብጫ ጨጉሩ እዚ ሽሙ ጸሓፉለይ እዚ ሃገራዊ ዘለካ ብጫ ጨጉሩ ጭግራ ብጫ ጨጉሩ ሽሙ እስከ ጸሓፉለይ ኣሕዋት እዚ ብጫ ጨጉሩ ዝገብር ምሻለካ ሃገራዊ ላላላላ ብጫ ጨጉሩ ብጫ ጨጉሩ ዝገብር ኣለካ ምሻታ መን እዩ ማታ ዝብሎ ዋት እቲ ብጫ ጨጉሩ ዝገብር መን እዩ ብጫ ጨጉሩ ዝገብር ሃገራዊ ዘለካ እስከ ፀሓፍሎይ ሓዋተይ ብጫ ጨጉሩ ዝገብር ብጫ ጨጉሩ ጃምቦ ጃምቦ ብዕሊ ክንመፃካ ኢና ይሕዋት ኣብ ግብፂ ሰልጠነ ኢልካ እዩ ሰበይትኻ ዝነበረት ቀቲልካያ ናበይ ትሕባእ ኣለኻ መልሲ ሃብ ኢልካ ሰለስተ ወርሒ ጌርካ ኣለኻ ጃምቦ ክንመጽኣካ ኢና ጃምቦሲ ስጋብ ን ን ኣዝማሪኖ ብውሽጢ በጃኻ እባ ንወድ ጀጋኑ ግደፍ በሎ እዚ ኩሉ ሰብ መትከል ተባሂልና ይጭፍጭፈኒ ኣሎ ኢልካ በጃኻ ግደፍ በሎ ዝበልካዮ ኢኻ ኩላ ክትከን ማለት እዩ ዋላ ሸላ ማለት እዩ ሸላሲ ሸሞንተ ወርሒ ገዲፈካ ዘለኹ ብውሽጢ በጃኻ እባ ግደፈኒ ኢልካ ብወሳብ ዝደወልካለይ ሰብ ኢኻ ስጋብ ከምዚ ኢኻ ንሕና ያመኔጋ ይሕዋት ኢና ይሕዋት ኢና በጃኻ ግደፈኒ ዝበልካ ኢኻ ኩላኻትክን በቃ ኩልኻትክን ኩላኻትክን ኩልኹም ብለካ ኣለኹ ካልእ ከማን መምጻኹ ዘም ፌመስ ኩልኻትኩም ብወሳብ ለኩም ኣለኹ ኩልኹም ሕጂ እንታይ ክብል ደልየ ዘለኹ ስጋብ ሕጂ ንዓይ ሰብኣይ መሊስለይ ኣይፈልጥን እዩ እናደኮርኩኹም ከለኹ ሕጂ ግን ይኹን ኣይኩን መጽዩሲ ቦቃ ወቃ ኣወድእኒ ኣወድእኒ ኢሉ ኣወድእኒ ኢሉ ኣወድእኒ ኢሉ ንዓኻ ዘሎን ዘየለን ጌርካ ንሓደ ሰብ ስለ ዝሰዓረካ ስለ ዝበርትዓካ ካብ ማስሜዳ ክትኣልዮ ትሓስብ ተለኻ ኣይክትኸውን እያ ኣይትኸውን እያ እዚኣ ኣይትኸውን እያ ባይዘወይ ኩለኻትኩም ማለት እዩ ኣሕዋት ኩለኻትኩም ማለት እዩ ንትግርኛ ክንቃለስ ኢና ንትግርኛ ክንቃለስ ኢና ማለት እዩ ክንቃለስ ኢና ክንቃለስ ኢና ንበዓል ዓወት ገለመለ ቀስ እናበልና ክንምልሰሉ ኢና። ጣጣ ጣጣኻ እዛ ጀዲዳ ምስ በለካ ቅይር ኢልካ በቃ ጀዲዳ ገለ ምስ በለካ ጀዲዳ ጀዲዳ ገለ ምስ በለካስ ቅይር ኢልካ በቃ ኣኸለኻ ወዲ ጀገና ኣይተተሓዞን ኣይ ኣዩ ኣይ ኣዩ ኢልካ እዚ ጀዲዳ ገለ ምስ በለካ ሳብቲያሲ ቅይር ኢልካ ኩላኻትኩም መሻክን ተወዲእኹም ኩላኹም ገለስ ኣላ ገለስ ኣላ ደሓን ገለ ሳላ ደሓን ሕጂ ባይ ዘ ወይ ደሓን ጸገም የብሉ ከምኡ ዝበሃል የለን ሰሚዐኩም እንዴ ደሓን ከማ ሰሚዐካ እንዴ ሰሚዐካ ደሓን ብራዘር ጸገም የብሉን እንታይ ኣሎ መሲልኩም ኩላኻትኩም ሕዋት ንሓደ ሰብ ቀዋሚ ጸላኣይካ ኣይትግበሮ ኣብዛ ማስሜዳ ኩላካትኩም እለኩም ኣለኩ ኣነ ንጉስኩም እየ ፈቲካ ጸሊእካ ፈቲካ እኳ ኣይከንካን ንዓይ ንጉስካ ትገብረኒ ክልተ ዓመት ሲ ዝመለሰለይ ሰብ ምሳይ ዝተማጎተ ሰብ የለን ክልተ ዓመት ሙሉእ ማለት እዩ ክልተ ዓመት ሙሉእ ኣነ ዘይተንኮፍኩዎ ሰብ የለን ኣነ ኣጀንዳ ዘይገበርኩዎ ሰብ ኣነ ዘይመለስኩሉ በታ እሱ ዝተዛረባ ማለት እዩ ብጸርፊ ዘይኮነ እዚ ኣነ ዘይመለስኩሉ ሰብ የለን ሓደ መዓልቲ ንዓይ ዝመለሰለይ የለን ሕጂ ግን በቃ ወዲ ጆጋኑ መጽያ ኣላ እዚኣ በዚኣ ጌርና ርእሱ ክነድኖ ኣለና፣ በዚኣ ጌርና ገለመለ ከምኡ ዝብሃል የለን፣ ከምኡ ዝብሃል የለን፣ በቃ ከምዚ ዝብሃል የለን እብለኩም ኣለኹ ኣይትሕሰብዎ። ሕጂ ብፍላይ እቶም ትግርኛ እናነቓሓና ክንከይድ ኣለና። ኣወል ተጋዳላይ ኣወል ክብሃል ስውእ ተጋዳላይ እሰያስ ጸጋይ ድማ ንኤርትራ ከም ሞቶር ኣቃሊሱ ዘቃለሰ ክሓስር ክዋረድ ክዝንጠል ኣይነፍቅድን ኢና። ኣወል እንድሕር ንኤርትራ ኣብ ዕቃበ ኤርትራ ትሰርሕ ኣለኻ ዄንካ ክብርታትን ባህልታትን ጅግንነት ኣቦታትና ብፍላይ ናይ ትግርኛ ካብ ሕጂ ኒኖ ኣይተጉድሎን ኢኻ ንሕና ጎሪሕና ኢና ካብ ሕጂ ኒኖ ነቲ ትግርኛ ክንቃለስ ኢና ትግርኛ ኣብ ቀዳማይ ክነምጾ ኢና ንድሕሪ ሕጂ ይብለኩም ኣለኹ ምስ ብዕር ሕጂ ምስ በዓል ደሳለ ምስ በዓል ገለመለ ምስ ሕዋትና ኣይንበኣስን ኢና ካብ ሕጂ ኒኖ እናጎርሓና መጺእና ኢና ንሕና ኣብ ትሽዓተ ብሄራት ተሓቢእና ጸኒሕና ካብ ሕጂ ኣይንሕባእ ኢና። ንሕና ንሕባኣሉ የብልናን ንሕና ጀጋኑ ኢና ንሕና ሰብ ስረ ኢና ንሕና ጀመርቲ ሳውራ ኢና ንሕና ኣቦታትና ናይ ቀደም ክንሪኦም ኢና ንክብሮም ዝቃለሱ ነበሩ ሴፍ ሒዞም ኣዋልድና ውን ዛስዋ የን ንሕና ደድሕሪኤን ትሽዓተ ብሄራት ትሽዓተ ብሄራት ክንብል ይሕዋትና ነጸለኤን ገዲፈን ዕማ ናይ ብሌን ናይ ሕዳርብ ጌረን ይኸዳ ኣለዋ ኣሕዋትና that's why እዩ ካብ ሕጂ ንነው ንሕና ስሬና ክንዓጥቕ ኢና ዝኾነት ጓል ኣንሰይቲ ነዚ ባህሊ ናይ ሕብረተሰባ ገዲፋ ናብ ካልእ ብሄር ትኸይድ እንድሕር ኣላ ግን ንሕና ድማ ክንኮዶ ኢና ብኸመይ መንገዲ ንኸዶ ድማ ሽዑ ክነርክበሉ ኢና መጀመርታ ግን እቶም ደቂ ተባዕትዮ ኣናብስ ክንቅየር ኣለና ካብ ሕጂ ኒኖ እቶም ደቂ ተባዕትዮ ግደፍ ጣጣ ማዓንጡ ይኣኽለካ ታንኪው ዝሓወይ ኣጆኹም ባዓል ጣጣ ይኹኑ ሸላ ውን ሕጂ ዋላ ዓሰርተ ግዜ ተተዛረብካ ሸላ ውን ሓወይ ኢኻ ኩላኻትኩም ብፍላይ ደቂ ተባዕትዮ ማለት እዩ ኣብ ንዓይ ኣብ ምሕሳር ንዓይ ኣብ ርእሰይ ምድናን ኩላኻትኩም ትቃለሱ ነበርኩም በዚ ኣጋጣሚ ኣነ ዝቅየመልኩም ሓውኹም ኣይኮንኩን ማለት እዩ ምኽንያቱ ብሓሳብ ኢና ተፈላሊና ነርና ሰብ ብሓሳብ እዩ ክሞጎት ዘለዎ ብሓሳብ እዩ ክገጥም ዘለዎ ንዝኾነ ሰብ ዝፅላዕ የለለን ኩላህና ግን ኣብ ሓደ ክንመፅእ ኣለና ብፍላይ እቶም ማስሜዳ ዘለኩም ኣሕዋት ኣብ ሓደ ክንመፅእ ኣለና ንሕና ደቂ ትግርኛ ኢና ክንረዳዳእ ኣለና ንሕና መንገዲ ክንሃንፅ ኢና ንሕና ነንሕዲና ንባልዖ የለን ኣነ ንጣጣ መዓንዱ ክበልዖ ኢለ ኣይወፍርን'የ ኣነ ንጣጣ መዓንዱ ከውድቖ ኢለ ኣይወፍርን'የ ኣነ ንሸላ ከውድቖ ኢለ ኣይወፍርን'የ ኣነ ንደሳለ ክሃርሞ ከውድቖ ኢለ ኣይወፍርን'የ ኩላኻትኩም ካብ ሕጂ ንይኖ ማለት'ዩ ሓደ ነገር ክንሰርሕ ኢና ንሕና ትግርኛ ኢና ንሕና ትግርኛ ኢና ንመንነትና ድማ ክንቃለስ ኢና ፈቲኹም ጸሊኹም ንሕና ንመንነትና ክንቃለስ ኢና በዚ ኣወል ስዒድ ኢልዎ ዘሎ ድማ ኩላኻትኩም ማለት'ዩ ኩላኻትኩም ተስኡ ኩሉኹም ተሲእኹም ስዉእ ተጋዳላይ እሰያስ ጸጋይ ጅግና ማለት እዩ ኣወል ስዒድ ተጋዳላይ ክበሃል ስዉእ ተጋዳላይ እሰያስ ጸጋይ ድማ እሰያስ ጸጋይ ዝበሃል ነይሩ ኢልካ ትግእዋ ኣቶም ሰባት እሰያስ ጸጋይ ዝበሃል ነይሩ ኣይበሃልን እዩ ነውሪ እኳ እዩ ንሕና እኳ ንፈልጦ ንሕና እኳ ንፈልጦ ንሕና እኳ ኩሎም ንፈልጦም እስኻትኩም ግዳን ብሓንሳእ ኣብ ኣስመራ ዲኹም ኣብ ገለ ዲኹም ኣብ ገለ ገለ ትራኸቡ ኣብቲ ስነ ጥበብ ከማን ትራኸቡ ንሕና እኮ ንፈልጦ ብሓንቲ ዜና ሓንቲ ዜና ኣላ ናይ ኤርትራ ብኣ እኳ ንፈልጦም ንሕና ኩሎም ኣብ ኤርትራ እኮ ዜና ኤርትራ ጥራያ ዘላ ብኣ ጌርና ኒና ንኹሉ ንፈልጦ ባእ ጌርና እኳ ኢና ኣበይናይ ዶ ኣብ ኣስመራ ከይድና ዝፈለጥናዮ ሰብ ኣለናይ በታ ዜና እናገበርና ግን ቀዳምን ሰማን ቀዳምን ሰንበትን ኣላ ደርፊ ምርጫ ትግበር ብኣ እናገበርና ገለመለ መን እዩ ኢሰያስ ጸጋይ መን እዩ ኣወል መን እዩ በቃ ብኣ እንዲና ንፈልጠኩም ንሕና እኮ ዝፈለጥናኩም ሲ በዓል ኣወል ስዒድ ሲ ኢሰያስ ጸጋይ ዝበሃል ኣሎ ኢልካ ኣይትዛረብን ኢኻ ኣብ ኣብ ኣብ ኣክሱም እውን ናይ ዕማ ጌርካ ዘይናትና ናይ ዕማ ጌርካ ናይ ሙስሊም ዕማ ጌርካ ተዛሪብካ ኢኻ ተዛሪብካ ኢኻ so እዚ ኩሉ ጌጋታት ዝረኣ ዘሎ ድማ ኣወል ስዒድ መጠኑ ዝሓለፈ ክኸይድ የብሉን ኣወል ስዒድ ዋርሳይ ኢኻ ሕጂ እውን ዋርሳይ ኢኻ ኣወል ስዒድ ምስ ኣቦይ ማዕረ ኢኻ ትብል ተሊኻ ትጋገ ኣለኻ በዓል ኣቦታትና ሰላሳ ዓመት ኣርባዓ ዓመት ካብ ምምፃእ ደርጊ ኣትሒዞም ዝተቃለሱሲ ንስኻ ተጋዳላይ ኮይንካ ማለት እዩ ኣይ ወርሒ ኣይ ሰሙን እንድሕር ከይዱ ሰብሲ ተጋዳላይ ኮይኑ ተጋዳላይ ኣይከውን ኣቦታትና ምስ ሓለፉ ንሕና ድማ ተጋዳላይ እናተብሃለ ተጋዳላይ እናበለ ነቲ ነቲ ናቶም ሕዦሞ ዘለዉ ደረጃ ንበጽሖ ጣጣ ሰሓቦ ጣጣ ንዓስከ ንዓ ጣጣ ንዓ ጣጣ ወ ሓቅኹም እዮም ጣጣ ጣጣ ስደት ስደት ስደት ካብ ሕጂ ኒኖ ክንሰርሓሉ ኢና ካብ ሕጂ ኒኖ ክንከዶ ኢና ስደት ጣጣ መዓንዱ ስደት ስደት ታብታብ ምግባር ኣቢኹም ተሃሩርካ በርቲዓ ማይ የለ ገለ የለ ታብታብ ግበሩ ኣሕዋት ኦኬ ሰድድ ኣሎ ኦኬ ክስዕበካ እየ ብዘረዘ ኣይ መጻኻ እንተለኻ ጣጣ ኣበይ ዳኻ ዘለኻ ስደድ ኢለካስ ሓደ ሓደ ጽሕፈለይ ኣለኻ ጣጣ ስደድ ስደድ ኣይ ሰደድካን ደሳለ ጣጣ ማዓንጡ ኣይሰደትካን ዘለካ ብራዘር ሓደ ሓደ ትጽሕፍ ኣለካ። ዘይትሰርሕ ትብሉ ዘለኹም ኣነ ኣይሰርሕን እየ በዚ ኣጋጣሚ ኣሕዋት ኣይሰርሕን እየ ዝሰርሖ የብለይን ኣኽለኒ ኣምላኽ መስገን ዝኣኽለኒ ገንዘብ ኣኪበ ሕጂ ተሪፉኒ ዘሎ ተን ዕድመይ ከመይ ጌርካ ነዚ መንእሰይ ተናቃቕሖ ከመይ ጌርካ ነዚ መንእሰይ ወዲ ትግርኛ ቃልሲ ተትሕዞ ከመይ ጌርካ ስረ ኣባታቱ ትዕጥቆ ከመይ ጌርካ ኣብዚ ማስሜዳ መጺኻ ክትዕንድር ከም ዘይብልካ ምቅላስ እዩ ናተይ ሕጂ ኣኽለኒ ገንዘብ ወዲ ገንዘብ። ቁሩብ ድማ ምጽእ ምጽእ ኢለ ገይም ክልምን እየ እሳ ድማ ጽቡቅ ኪኢለያ ኣለኹ ጎኒ ጎኑ ለንቀነ እኳ ብሰንኪ እዛ ዝነበረት ኩነታት እታ ምልማን ገዲፈያ ቀንየ ክንደይ ገንዘብ ሓሪርኒ እዩ ሓቂ ዘረባ ብዙሕ ነገራት ከሲረ እየ ገንዘብ እታ ዝልምና ነበርኩ ገንዘብ ጠጠው ኢላትኒ እያ ጽቡቅ ኣይረኸብኩን ካብ ሕጂ ኒኖ እታ ለመናን እዛ ናይ ትግርኛን ቃልሲ ናይ ኤርትራን ክነቃሳቅሶ ኢና ማለት እዩ ጣጣ መዓንቱ ስኢነካ እኮ ዋ ስደድ እባ ሓደ ሓደ ትጽሕፈለይ ኣለኻ ዕንዱ ጣጣ መዓንዱስ ከእትዎ ኤፊ ኣነ ስኢነየ ኣበይ ዳሓት ሓብዩ ወደ ካብ ታሕቲ ኸንካ ዲ ሓደ ሓደ ትጽሕፈለይ ደላ ሕጂ ያ እዚኣ ክንገብር ኢና ኣወል ስዒድ ጅግና እንድሕር ኢሎምኻ ኣወል ስዒድ ጅግንነትካ ግን ምስቶም ኣቦታትና ክትዋደደር ይብልካን ምኽንያቱ ንሕና ንዕዘብ ኢና ንሕና ንዕዘብ ኢና ንሕና ንዕዘብ ኢና ሪፖርት ይብለካ ኣለኹ ሪፖርት ይብለካ ኣለኹ እንታይ ሪፖርት ይብለካ ኣለኹ ወለከይ ሪፖርት ይብለካ ኣለኹ ሪፖርት ይብለካ ኣለኹ ጣጣ መዓንቲ እንታይ ሪፖርት ይብለካ ኣለኹ

ሪፖስት ማለት ድዩ ኣሕ ወይ ኣነ ኣታ እዚኦም ሓደ ሓደ ከልተ ድሓን ህጣጣ መዓንዱ ሪፖስት ሪፖርት እንዲልዋ የስኢነካ እኮ እዩ እቲ ወባ ኤፊ ኤፊ ድሓን ፀገም የብሉን ሪፖስት ክብል እዩ ያ ያ ያ ድሓን ጣጣ መዓንዱ ድሓን ፀገም የብሉን ድሓን ኣነ ሓውካ ኣለኹ እንደብዚ ኣይትሓዘላ እያ ሓው ከሎ እርም ከብላ ነይርኒ ግን ኣውፅኤ ኣታ ዘረባ ሶሪ ፈሓሽኻ እኮ ብራዘር ኣበይ ድየ ዘለኹ ራእይዎ እባ ኣብ ደገ እኳ እየ ዘለኹ ራእይዎ እባ ተወዲእና እኳ ቁሪ ሃሩር እባ ኣታ ስደት እባ እዩትዎ እባ ኤፊ ኣታ እዞም ናተይ ኣድሚን ዘለዎም ሲ ዓሕ ወይ ኣነ ኣታ ፌ ኤፊ እትዎ እንዶ ታይታ ሰሓቦ የለን ጠቕላላ ይረኽቦን እየ ዘለኹ ናበይ ተሓብዩ ክላክላ ፈሊጡ እዩ ማለት እዩ ግደፎ ሕጂ ባይዘወይ ዋይ ባይዘወይ ኣወል ስዒድ የለን ካበይ ከምፆ ያ ኮነ ኢሉ ሳክት የለን ማለት እዩ የለን የለን ሳክት የለን የለን የለን የለን የለን ባትሪ ባትሪ ከዓ ሓሙሽተ ደቂ ተሪፍዋ ዘሎ ባትሪ ክትውድእ ሓሙሽተ ደቂ ባይ ዘ ወይ ኣጆኹም ኩላኹም እቶም መንእሰይ ማለት እዩ ናነቕሓና ክንከይድ ኣለና ብፍላይ ካልኣይቲ ድማ ማለት እዩ ካልኣይቲ ኣቦ ሳሕል ዝብልዎ ኣለዎ ሓደ ኣቦ ሳሕል ዝብልዎ ዓይኒ ዘይብላ ጣይታ ማለት እዩ ቪድኡ ከፊቱ ዘይፈልጥ ኣቦ ሳሕል ጀበርቲ ማለት እዩ ገዛ ገዛ ኮይዱስ ወዲ ጀጋኑ ወዲ ጀጋኑ ናብ ሃይማኖት ከጸግዓ ደልዩ ኣልግስ ገጽካ ትርሓቅ ጀበርቲ ሙስሊም እካ ክንከፊእክናኒ ዘለክን በቃ ዓንቀርክን ስለ በዚኣ ስለ ዝሓዝኩክንሲ ወዲ ጀጋኑ በዚኣ ክንራኸኹበለ ኣለና ወዲ ጀጋኑ ካብዛ መስሜዳ ክንኣልዮ ኣለና ከምኣ ዝበሃል የለን ከምኣ ዝበሃል የለን ከምኣ ትበሃል የለን ኣቦ ሳሕልሲ ጨናዊ ብስብስ ስኢልካ ኣምሰሉ ገዛ ገዛ ትኣትው ስእልኻ ዘይትረኤ መላጥ ዓቢ ሰብኣይ ኣምሰሉ ኣምሰሉ ማለት እዩ ኣነ ክነግረካ ወዲ ቶም ጀጋኑ እየ ጅግና በዓል ስረ እየ ክነግረካ ዕጡቕ በዓል ስረ ማለት እዩ ሞትኩሉ ዝፈልጥ ኣዛራርቡ ዝፈልጥ ክልተ ዓመት ዝገበርኩ ማለት እዩ ነግረካ ጽባሕ ድማ ሓቂ ንነብሳ ኢላ ክትመጽእ እያ ክነግረካ ኣነ ወዲ ቶም ጀጋኑ እየ ክነግረካ ኣቦ ሰዓል ገዝካ ይረኤ ገለ ይረኤ ወዲ ጀጋኑ ገዛ ገዛ ትኸይድ ኣቦ ሰዓል ትፎእ ንዓል በዳን ገጽካ ትርሓቕ ዓቢ ሰብኣይ ጀበርቲ ሲ ምሳይ ክትዛረብ ምሳይ ክትዛረብ ኣቦ ሳሕል ሲ ሎቅማጽ ሎቅማጽ መዳናገሪ ሪፖርት ይብለካ ኣለኹ ኣለዉ ሪፖርት ይብሉካ ኣለዉ ኦኬ እስከ ኮፕሊን ግበሩ ኣሕዋት ይብሉካ ኣለዉ።

ጸገም የለን ድሓን ድሓን እዚ ክስታይ ሓሙሽተ ደቂቃ ምክንያቱ ባትሪ የብላን ታብታብ ጎሩ ኣሕዋተይ ታብታብ ጎሩ እንታይ ድዩ ዘሎ መሲልኩም እቲ ዕላማ ንጹር እዩ ኣነ ኣዝዩ ኣዝየ ካብኣቶም ተፈልየ ስለ ዘለኹ እዩ ብሓሳብ መጒተናኒ ኣይፈልጣን እየን እዚአን በዓል ጃምቦ ዲኹን ትብልወን በዓል ገለ ትብልወን ብሓሳብ መጒተናኒ ኣይፈልጣን እየን ንዓይ ወጂ ጀጋኑ ክልተ ዓመት ኣብዚ ማስሜዳ ክገብር ከለኹ ወፂኻ እቶ ደሓን ወጺኻ ኣቶ ናይ ናይ ባትሪ የብላን ዕንዱ ባትሪ የብላን ንዓ ሓሙሽ ሰለስተ ደቂ ድዩ ገለ ተዛሪብካ ውጻእ ንዓ ባትሪ የብላን ክወጽእ እየ በቃ ክወጽእ እየ ድዓል ካላስ በቃ ብሓፂሩ ኣሕዋት ባትሪ ምስ መላእናያ ክንኣቱ ኢና ሓንቲ ናይ መወዳእታ ክብለኩም ኩላኻትኩም ትግርኛ እሕዋተይ ማለት እዩ ንመሰልኩም ጠውጠው በሉ ኣወል እዛ ገይርዋ ዘሎ ኣብዛ ትመጽእ ዘላ ዩቱቡ ይቕሬታ እንድሕር ዘይበለ እታ ዩቱብ ዋላ ክንዕጽዋ ኢና ማለት እዩ ኣብዛ ትመጽእ ዘላ ናይ ስዉእ ተጋዳላይ እሰያስ ጸጋይ ኣዋጊኡን ዘዋግእን ባሃር ተቓላሳይ ሞቶር ናይ ኤርትራ ነዚ ዘንጢልዎ ዘሎ ሓውና ትግርኛ ተዛረባይ ነዚ እንድሕር መጀመርታ ክንካለኸሉ ኣለና። ነዚ እንድሕር ዘይተኻለኸልና ጽባሕ ድማ ካልእ ክንውረስ ኢና። ጽባሕ ድሕር ጽባሕ ድማ ካልእ። ደቂ ትግርኛ ንመሰልካ ክትቃለስ ኣለካ። ብኡ ገይሩ እውን እታ ሃገር እውን ክሕዛ ክእል እዩ ኣወል ኣወል እውን ጽባሕ ንጎ ኣይፍለጥን እዩ እቲ ሃገር እውን ክሕዛ ክእል እዩ። ኣካይዱ ጽቡቕ የለን ይውንጨፍ እዩ ዘሎ ይጎይ እዩ ዘሎ እታ ሃገር እውን ኣወል ክሕዛ ይኽእል እዩ። ናበይ ዝኸይድ ዘሎ ናበይ ትኸይድ ዘሎ እዛ ሃገር እዚኣ ፈቲኻ ጸሊእኻ ናትና እያ ፈቲኻ ጸሊእኻ ማለት እዩ። ንሕና ብሃይማኖት ዝሓስቡ ክመርሑና ይንደሊ ኢና። እዚኣ ንጽርቲ እያ ናተይ ክነግረካ ብሃይማኖት ዝሓስቡ ሰባት ክመርሑና ይንኽእል ኢና። ንሕና ደቂ ትግርኛ ኢና እታ ሃገር ንሕና ኢና ንብላ። ድሓን ጸገም የለን ጣጣም ዓንዱ ክወጽእ ክወጽእ ክወጽእ ታብታብ ጎሩ ሓንሳእ ኣሕዋት ታብታብ ጎሩ ኣሕዋተይ ሓንሳእ ወዲኣ ክልተ ደቐ እንታይ ክብለኩም ደልየ ዘለኹ ኣካይድኡ ንጹር የለን ኣወል ስዒድ ጅግና ጅግና ስለ ዝብልዎ ዘለዉ እቶም ኤርትራውያን ሰማይ ሰማይ ኮይዱ በቲ ንምከሓሉ በቶም ጀጋኑ ኣቦታትና ይሕመቑ ኣይሕመቑ ኣምጺኻ ምዝንጣል እናገበርካ ክትዛረብ ግን እዚ ኣይነፍቅድን ኢና ስጋብ መወዳእታ ክንቃለስ ኢና ንሕና ዘዕበናዮ ኣብ ዩቱብ ንሕና ኣጅኻ ኢልና ነቲ ጽምዶ እውን ንሕና ኢና ሰሪሕናዮ ለይቲ መዓልቲ ንሕና ኢና ሰሪሕናዮ ኣወል ሲዒድ ኣይኮነን ሰሪሕዎ ንሕና ኢና ማስሜዳ ሒድና ምስ ትግራይ ሓው ንሕና ግን እስከ ድሓን እዞም ኣቦታትና ሰላም እናደልዩ ከለዉ ንሕናኸ ዘይንሕግዞም ኢልና ሓጊዝናኩም ኣወል ሲዒድ ግን ተገልቢጥካ መጺእኻ ንስኻ ተጋዳላይ ኣወል ሲዒድ ክትከውን እቲ ሓወይ ጅግና ወደቦይ ወደደይ እሰያስ ጸጋይ ዝብሃል ኣሎ ኢልካሲ ግንጽል ክተብሎ ከምኣ ትብሃል የላን ጠጠው ኣብላ እዚኣ ይቕሬታ ተሓቲትካላ ጽቡቕ ይቅሬታ እንድሕር ዘይሓተትካላ ደቂ ትግርኛ ሰማይ ክንሰቅሎም ኢና ሕጂ ክነተስኦም ኢና ክነቃሳቅሶም ኢና ክነቃልሶም ኢና ክንዕጥቆም ኢና ስረ ኣቦታቶም ወድሓንኩም እዚኣ ክብለኩም ደልየ ዘለኹ ኩላኻትኩም ብሩኽ መዓልቲ ባትሪ የብላን ኣሕዋተይ ሶሪ ከይደይበኩም ሓንቲ እያ ዘላታ ብሩኽ መዓልቲ ኩላኻትኩም ኣሕዋተይ ቻው ዘለኹ